ሰላም ሰላም ሰላም ሰላም ሰላማት ክቡራት ይሕዋት ከመይ ትኾኑ ከመይ ኣለኹም ሰላም እናበልና ኢና ሸባይ ከመይ ኢኣርፒኤልኤፍ ሰላም ጃክሰን ንፋስ ቀውዒ ከመይ ስምረት ጣዕመ ሰላም ሰላም ክቡራት ኣሕዋት ከመይ ትኾኑ ኣነ ሓውኩም ዛውለታይ እየ ክም ወትሩ ዕዙዝ ሰላምታይ የቐድመልኩም ከመሎም ራፍ ከመላ ራፍ ሰላም በለለይ ንሳሚ ንሳሚ ሽኮር ሰላም በለለይ ኣሎ ዚ ኣታና ስዕናያ ኳ ኣታ ቅልቅ ኣታ ዋ ኣታ ጨኪነኩ ሓንሳብ ኪድ ምስ በልኩስ በቃ እንታይ መዓት እዩ ደይ ሰላም እስከ ድምፂ ስማዕ ኣሎ ድዩ ድምፂ ስማዕ እንተላ ሓደ ሓደ እስከ ግበሩለይ ሰላም ሰላም ሰላም እናበልና ኢና እናዕፋ ሄኖገ ፊልሞን ላውድ ኤንድ ክሊር ታንኪ ታንኪ ሰምበል ታንኪ ብዝኾነ ክቡራት ኣሕዋት ዓድና ከመይ ኣሎ ከመይ ኣሎ ክንብል ኢልና ኢና ከመይ ኣሎ ዓድና ኣብይ ኣሕመድ ሕሱ ኣሎ ኣብይ ኣሕመድ ታይዳ ኮይኑ ምሕሳው ጀሚሩ ዳ ሓሳዊ ኣደራሽ ገዛ መዕነዊ ሓሳዊ ኣደራሽ ገዛ መዕነዊ ሓሳዊ ኣደራሽ ገዛ መዕነዊ እዚኣ ንኣብይ ኣሕመድ ኣብፅሑለይ ሓሳዊት ደራሽ ገዛ መዕነዊ ዝብል ኣነ ኣብዚ ግዜ እዚ ቀፃሊ ብዙሕ ግዜ ትመፀኒ ኣለዋ ብራታት ምክንያቱ ሓሰውቲ ሰባት ትሪኦም ኢኻ ሕጂ ኣብዪ ኣሕመድ ዝዛረቦ ዘሎ ሰሚዕናዮ ሰሚዕክሞ ትኾኑ ርግፀኛ እየ ውንጅር ጓል ዓዲ ዃላ ከዓ ሃይሎምኪ ውንጅር ሰራዊት ቢትቢተው ውንጅር ቢትቢተው ቢትቢተው ትብል ፊልም ነይራ ሓንቲ ዘራጊቶ ስለዚ ኣብይ ኣሕመድ ሰሚዕኩሞ እንተለኹም ንዓና ኣገዳሲ እዩ ናይ ኣብይ ኣሕመድ ባህርያት እዩ ኣቃሊልና ክንሪኦ የብልና ንቲ መልእኽቲ ገሊኦም ሰባት ከላግፁ ርኢና ጊን ኣብ ኣሕመድ ናቱ ኣገባብ እዩ ናቱ ንሱ ዝደልዮ ነገራት ንሱ ተበጊሱሉ ዘሎ ዕላማ ኩሉ ግዜ ብሓሶት እዩ ዝብገስ ናእዳ የብዝሕ ብዛዕባ ህዝቢ ኤርትራ ዝሓለየ ይመስል ብዛዕባ ህዝቢ ኤርትራ ምንም ሓልዮት የብሉን ብዛዕባ ኤርትራ ዓንያ ኣይዓንያን ብዙሕ ተገድሶ ኣይኮነን ኣብ ኣስመራ ከይዱ ዊስክ እዚ ቡን ክሰቲ ኢና ንሪእናዮ ዋላ ሓንቲ ብዛዕባ ቅድሚ ሕጂ ኣብ ትግራይ ዝነበረ ነስተውዕሎ ኣለኹ ብራተዋት ኣብ ትግራይ ኩናት ክጅምር ከሎ ኣቐዲሙ ኣብቲ ቅንቲ ኣብ ብትግርኛ ቃለመጠ ኣገይር ነይሩ ኣለኩም ትረኽቦ ስለ ትኽእሉ ቃለ መጠይቕ ብትግርኛ ኣብ ዝገበረሉ ግዜ ንህዝቢ ትግራይ ብጣዕሚ ክውድስ ኢና ርኢናዮ ህዝቢ ትግራይ ዋላ ሓንቲ ከም ዘይረኸበ ብሕወሓት ዋላ ሓንቲ ሓለፋ ከም ዘይነበሮ እኳ ደኣ ተሃስዩ ከም ዝነበረ እዩ ዝሕብር ኣብ ኣሕመድ ኣብ ኣብ ኣሕመድ ግራኝ ናይ ዘመን ኣሕመድ ግራኝ ንተጋሩ ጀጋኑ ከም ዝኾኑ ክዛረብ ኢና ርኢናዮ መጀመርያ ካብዚ ዘለኹሞ ጭኮና ውፁ ክብል እዩ ርኢናዮ ብዙሕ ሓሶት ከዓ ተዛሪቡ ነደ ትግራይ ከዓ ክትነብዒ እንደለክንና እናበለት ትዛረብ ነይሩ እቲ ኣብ ተግባር ልክዕ ዝገበሮ በንፃሩ እዩ ማለት እዩ ነደ ትግራይ ክትነብዕ ገይሩ ንትግራይ ወሪሩ እንኮላይ ንኤርትራ እውን ኣብ ትግራይ ንክትኣቱ ዘፍቀደ ኣብዪ ኣሕመድ እዩ ሕጂ ተገምጢሉ ኤርትራ ዓቕሚ ስለ ዘይነበረናስ ኤርትራ ኣትያ ይብል ሓሳዊ ከዛብ ከዛብ በልዎ ኤርትራ ኣብ ግዜ እቲ 27 ዓመታት ስጋብ 2018 እንዳ ዘይትኣቱ ናብ ኢትዮጵያ ከምኡ እንተኾይኑ ኢትዮጵያ ዓቢ ሃገር እዩ ኤርትራ ነብሳ ክትከላኸል ትኽእል እያ ነገር ግን ናይ ካልእ ሃገር ክትከይድ ከቢድ ሪስኪ ስለ ዝኾነ ኣብ ዶብ ተፋጢጥካ ምጥማት እያ መሪፃ ነይራ ኣብዪ ኣሕመድ ስለ ዘፍቀደ ግን ናይ ኤርትራ ሰራዊት ክኣቱ ተገዲዱ ኣብይ ኣሕመድ ኣብቲ ግዜ እቲ ኣብ ቅድሚ ፓርላማ ተዛረቦ ሰሚዕናዮ ኣለና ክቡራት ኣሕዋት ንኤርትራ ክውድሳ እዩ ተራእዩ ንኤርትራ ኣድናቆት እዩ ተራእዩ ገይሩ ብሓቂ ሓቀኛ መሓዛት ከም ዝኾነት ንኢትዮጵያ እውን ከም ዝደሓነ ንምክልኻል ሓይልታት ኢትዮጵያ እውን ከም ዝደሓነ ይሓቢሩ ኢትዮጵያ እውን ካብ ስዕረት ካብ ሕፍረት ከም ዘድሓነ እዩ ንሰራዊት ኤርትራን ንመንግስቲ ኤርትራን ገሊጹ ኣብ ቅድሚ ፓርሊያመንት ናይ ኤርትራ እንተዘይነብር እቲ ሳዕቤን ካልእ ከም ዝኾነ እዩ ተዛሪቡ። እቲ ድሕሪኡ ኤርትራ ሰራዊት ኤርትራ ጭዋ ከም ዝነበረ ዝኾነ ግፍዒ ከም ዘይፈጸመ ዘረባታት እዩ ተዛሪቡ ሪከርድ ድዩ ኣብ ቅድሚ ፓርላመንት ኣብ ቅድሚ ህዝቢ ኢትዮጵያ ኣብ ቅድሚ ህዝቢ ዓለም ተዛረቦ እዩ ሕጂ ብግልባጡ ግልብጥ ኢሉ ናይ ኤርትራ ሰራዊት ንሕና ዓቕሚ ስለ ዘይነበረና ብሰሜን ኣትዩ ኢሉ ኣብ ኣክሱም ኣትዩ ጨፍጪፍ ኢሉ ወዘተ ወዘተ ወዘተ ወዘተ ብጣዕሚ ብጣዕሚ ብጣዕሚ ብጣዕሚ ዝሕፍር ሰብ እዩ ግን ከዓ እዚ ሎሚ ተዛሪብዎ ዘሎ እንታይ ስለ ዝደለየ እዩ ትግርኛ ገይሩ ቅድሚ ሕጂ ብዛዕባ ትግራይ ተዛሪቡ ኣብ ትግራይ ኩናት እንተ ጀሚሩ ኣብ ኤርትራ ንኤርትራ ዝምልከት ብትግርኛ ምዝራቡ እንታይ ስለ ዝደለየ እዩ እዚ እቲ ዝገብሮ ዘሎ ምድላዋት ናብ ሓደ ስቴፕ ከይዱ ኣሎ ማለት እዩ ንህዝቢ ኤርትራ መልእኽቲ እዩ ዘሕልፍ ዘሎ ሜሴጅ እቲ ሜሴጅ እቲ ሓሶት እዩ ሓሳዊ ሰብ ከዓ ዝሓፍር ኣይኮነን። ዕንወት እውን ከምፃልካ ይኽእል እዩ። ሓደገኛ ፖለቲካ እዩ ተዛሪቡ፣ ፖለቲካ እዩ ተዛሪቡ፣ ፅሩይ ፖለቲካ እዩ። ፖለቲካ ሓሶት ዝበሃል የለን። ብፍላይ ክትዕምፅ እንተደሊኻ ፕሮፓጋንዳ ዝበሃል ኣሎ። ወዲ ጣባ ትፈልጡ ኢኹም። ወዲ ጣባ ስራሒ ፕሮፓጋንዳ ኢሉ ኣላ ሓንቲ ስለዚ ንሕና ከም ኤርትራውያን ክንጥንቀቐሉ ዝግባኣና እዩ እንታይ ተኣማሚኑ እዩ ኣብዪ ኣሕመድ እንታይ ተኣማሚኑ ኣሎ ዝብል ሕቶ ኣሎ ሕጂ ናብ ኤርትራ ኩናት ክገብር ተኮይኑ እንታይ ምትእማን ገይሩ ኣሎ ሕጂ ናይቲ ጂኦፖለቲክስ ቀፃሊ ዘዘኻኽሮ ዝፀናሕኩ ንሰማዕተይ ኣብ ሓራ ቤት ዩቲብ ቻነል ኣሎ ኣብኡን ክትከታተልዎ ትኽእሉ ኢኹም ኣብዚ እውን ገፃት ቲክቶክ ዝዛረበ ቀፃሊ ኣብይ ኣሕመድ ከምቲ ቅድሚ ሕጂ 218 ዝነበረ ሓይሊ የብሉን ኣብዚ ግዜ እዚ ነገር ግን ኣብቲ ጂኦፖለቲክስ ምስ ንርዮ ኣብይ ኣሕመድ ኣብ ምስቶም ሓያላት እዩ ተፀጊዑ ዘሎ ምስ እስራኤል ተፀጊዑ ኣሎ ምስ ኣሜሪካ ተፀጊዑ ኣሎ ምስ ኢማራት ዓረብ ተጸጊዑ ኣሎ ምስ ቱርክ እውን ክጽጋዕ ይፍትን ኣሎ ከምኡ እውን ምስ ግብፂ ሕጂ እንተዳ ከምኡ ኮይኑ እቲ ኣብ ኢራን ዝካየድ ዘሎ ኩናት ንሪኦ ኣለና ትከታተሎ ትህልውኹመ ኣብይ ኣሕመድ ከኣ ተስፋ ዝረኽበ ይመስል ኣሎ ስለምንታይ ነዚ ናይ ኢራን እስራኤል ነዊሕ መጽናዕቲ ዝገበረትሉ እያ ኣሜሪካ ኩሉ ነገር ኣለዋ መፅናዕቱ ትገብር እያ ኣሜሪካን እስራኤልን ተሓጋጊዘን ሎሚ ክንደይ መዓልቲ ኣሎ ራብዓይ ዲ ሓምሻይ መዓልቲ ገይሩ ኣሎ ንኢራን ዳርጋ ዳርጋ ኣንደር ኮንትሮል እዮም ገይሮማ ዘለዉ ምሉእ ምሉእ ናይ ክሊ ኣየር ኢራን ኣብ ትሕቲ ቁፅፅር እስራኤል ወዲቑ ኣሎ ኣብ ትሕቲ ቁፅፅር ኣሜሪካ ድሌተን ገብራ ኣለዋ እንተ ኣሜሪካን እስራኤልን ተዓዊተን ኮይነን ኢማራት ዓረብ ከዓ ምስኦም እያ ዘላ ናይ ቀርኒ ኣፍሪቃ ኣምቢሽንስ ክኸይድ እዩ ንኣብዪ ኣሕመድ እውን ዘድሊ ኣፅዋር ክብኦ ይኽእሉ እዮም ንኣብይ ኣሕመድ ኣፅዋር ተዳሂቦሞ ኣስተውዕሉ እስራኤል ኣብ ቀርኒ ኣፍሪቃ ህላውነታ ከተረጋግፅ ክትህሉ ድሮ ሓያል መስርሕ ተካይ ፀንሐ እያ ሓደ ካብኡ ኣብ ናይዚ ክልል ዓፋር ናይ ኢትዮጵያ ኤርትራ ብፍላይ እቶም ናይ ኤርትራ ኣብ ዓፋር ምስቲ ናይ ኢትዮጵያ ክልል ኮንፈረንስ ዋዕላ ከካይዱ ርኢናዮም ኢና እዚኦም ዓፋር ምስ እስራኤል ዳርጋ እስራኤላውያን ዲዮም ኢሎዎም ዘለዉ እዚኦም ናይ ኤርትራ በዓል ርሳዶ ገለ ማለት እዚኦም ርሳዶ እቲኦም ሓደ ካኒ ስለዚ ገለ ብኮ ረኪቦ ኣሎ በቲ ናይ ዓሰብ ቦታ ስዑዲ ዓረብ ኣላ ስዑድ ዓረብ እውን ዜራ ዜራ ኣብ ናይ ኣሜሪካ ረብሓ ትወፅእ ኣይኮነትን እምበኣር ንኣብዪ ኣሕመድ ክዕጥቕዎ ይኽእሉ እዮም እንተ ደኣኒ ኣሜሪካን እስራኤልን ኣብ ኩናት ኢራን ሙሉእ ሙሉእ ዓወት ረኺበን ስለዚ ኣብዪ ኣሕመድ ተስፋ ክረክብ እዩ ኣብዪ ኣሕመድ ውሽጣዊ ሽግራት ኣለዎ እዩ እዚ ውሽጣዊ ሽግራት እዚ እንተ ተጸቢኻ ኣብ ረብሕኡ ከውዕሎ ይኽእል እዩ። እንተ ኣብዚ ሰዓት እዚ ተዳኺምሉ ዘሎ ግዜ ዓለም ኣብ ካልእ ኣቓልቦ ዘላ ትሉ ግዜ እንተ ስጉምቲ ወሲድካ ግን ምናልባት ክትዕወተሉ ትኽእል ኢኻ። ስለምንታይ ዝብል ሕቶ ናይ ትግራይ ብዓብዩ ኣሎ። ናይ ትግራይ ሰራዊት ኣሎ፣ ናይ ኣምሓራ ክልል ሰራዊት ኣሎ፣ ናይ ኦሮሞ ሰራዊት እውን ኣሎ። ገለ ክፋል ናይ ዓፋር እውን ኣብ ጎኒ ኤርትራ ኣሎ። ናይ ሶማል እውን ብፍላይ እዚ ኦጋዴን ዝብል ስለ ዝኾነ ናይ ሶማል እውን ተደናገፅቲ ኣይስኣኒ ስለዚ እቲኦም ዕጡቃት ኣንጻር ኣቢ ኣሕመድ ዝሰርሑ ዘለዉ ኣብ ዝሓሸ ገሉ ብፍላይ እዚኦም ናይ ኦሮሞ ኣብዚ ግዜ እዚ ከም ድሌቶም እዮም ዝገብሩ ዘለዉ እቲ ከባቢ ኣዲስ ኣበባ ናይ ኣምሓራ እውን ዳርጋ ድሌቶም እዮም ዝፃወቱ ዘለዉ ክትብሎም ትኽእል ኢኻ እናተጠናኸሩ እንተሓየሉ ከዱ ኣለዉ ናይ ኣምሓራ ናይ ትግራይ እውን ኣብ ተጠናኸረን ዝሓሸን እዩ ባዕሎም እቲኦም ናይ ፖለቲከኛታት ተጋሩ ግን ፈርከሽከሽ ክብሉ ክትርኢ ከለካ ዘተሓሳስብ እዩ ናይ ትግራይ ነገር መመሊሱ ተስፋ ዘቑርፅ ክትብሎ ትኽእል ኢኻ ብፍላይ እቲኦም ፖለቲከኛታት ኢና ዝብሉ ብጣዕሚ ዘሕፍር ዘርባዕባዕ ንሪኦ ኣለና ታሪክ ክድገም ንሪኦ ኣለና ስለምንታይ ተጋሩ እቲኦም ኤሊት ንበሎም እቲኦም መራሕቲ ስለምንታይ እዮም ዘርባዕባዕ ዝብሉ ከምዚ ኣብ ግዜ መነሊክ ድሕሪ ሃፀ ዮሃንስ ዘርባዕባዕ ኢሎም ኣብ ግዜ ሃይለ ስላሴ ዘርባዕባዕ ኢሎም ኣብ ግዜ ደርጊ እውን ዘርባዕባዕ ኢሎም ሕጂ ከዓ ዘርባዕባዕ ክብሉ ንሪኦም ኣለና ብጣዕሚ ዘሕፍር እዩ ናይ ተጋሩ ጉዳይ እንታይ እዮም እንታይ እዮም ኮይኖም ህዝቦም ዘይኣበዮም ስንሶም ክኣብዩ መክሮፎን ሒዞም ከምዚ ዘርባባዕ ክብሉ ብጣዕሚ ዘሕፍር እዩ እቲ ሰራዊት ትግራይ ግን ዝሓሸ ቆመና ዘለዎ ይመስል ክሪኦ ከለኹ እዚ ሰራዊት ናይ ትግራይ ከዓኒ ምስ ናይ ኤርትራ ሰራዊት ተሰሪሑ ፅቡቅ ዓወት ከመዝግብ ዝኽእል እዩ ዝብል እምነት ኣለኒ ስለ ዝኾነ ናይ ኤርትራ ኣማራፂ ኣላትና ኣብ ሰዓት እዚ ኣብይ ኣሕመድ እዚ ናይ ኩናት ኢራን ናበይ ገፁ ከይዱ እንተ ተዓዊቶም ኣነ ክዕወት እኽእል እየ ኣፅዋር ክረክብ እኽእል እየ ኣዕርቦ ክረክብ እኽእል እየ ሓገዝ ክረክብ እኽእል እየ ኢሉ ናብ ኤርትራ ኩናት ክኸፍት እኽእል እዩ እሞ ስጋብ ሽዑ ዲና ክንፅበዮ ዘለና ኣነ ኩናት ምእዋጅ ኣይኮንኩን ግን ኣብ ኩናት ከምዚኣ ናይ ትራምፕ እያ ወይ ከምዚኦም ናይ እስራኤል ናታንያሁ እያ ቀዲምካ ክትዕወት ኣለካ ኣብዪ ኣሕመድ ናብ ሰሜን ገፁ ክጥምት የብሉን ፖይንት ኣርባዓን ኣርባዕተ ነጥቢ ድያ ተብልዋ ኣርባዓን ኣርባዕተ ንሰሜን ገጹ ክጥምት የብሉን ናይ ኤርትራ ብርጌድ ንሓመዱ ኢና ዝብሉ እዚኦም ግንባር ኢና ዝብሉ በዓል ውፉይ በይኖም በይኖም ጎዮም ርኢናዮም ሕጂ ንድሕሪ ተመሊሶም ኣለዉ ኣብቲ ውሽጢ ብርጌድ ንሓመዱ ኣብ ክልተ መቒሎ ውፉይ ገለ ኣካል ናይቲ ብርጌድ ንሓመዱ ኣብ ጎኑ ኣጸጊዑ ኣሎ። ኣብ ሽወደን ሕጂ ርኢናዮም ተጋቢኦም ነይሮም ከምዚ ኮንፈረንስ ዋዕላ ማለት እዩ ጉባኤ ድዩ ተጋቢኦም ነይሮም እዚ ጉባኤ ናይ ኤርትራውያን እንታይ ዋዕላ ድዩ ጉባኤ ድዩ ወላ ኣይደኖ ሰሚናር ድዩ ተሓዋዊሱና እዩ ዘሎ Anyway ኣብይ ኣሕመድ ምነልባት ነዚኦም ናይ ኤርትራ ንባዕሉ ውፉይ ተስፋ ገይርሎም ዶ ይኸውን እዩ እስከ ክቡራት ኣሕዋት ንሎሚ ያነ ውፉይ ማለሲ ውፉይ ውፉይ እዩ ግን እቲኦም ብርጌድ ንሓመዱ ሕጂ እትም ሰገነይቲ ዳርጋ ፎርፋይት ወፅኦም እዮም ምክንያቱ እትም ሰገነይቲ ተናኺፉ ውፅዎም ሕጂ ተሪፎም ዘለዉ ገለመለ ገለመለ ገለመለ ናይ ውፉይ ተረፍ መረፍ ገሊኦም ከዓኒ ዋላ ቀቢፆም ዘይቀብፁ ኣኼባታት ድፈቱ ኣብዚ ሽወደን ክእከቡ ርኢናዮም ኢና ምናልባት ዓብዪ ኣሕመድ ዶ ተስፋ ሂብዎም ህሉ እዩ እስከ ምናልባት ዓዲ እንተእተውና ይፍለጥኒ እዩ ፅቡቅ ይኮነ ኢሳያስ ዛ ይእሎ ኢልና ይእሎ ኢልና ነገር ግን ውፉይ ውፉይ እዩ ማለት ነቲ መንእሰይ ዘርባዕባ ዓቢልካ ናይ ኣኼባ ክትገብሮ የብልካ እቲ መንእሰይ ስለዚ እትኦም መንእሰይ ምናልባት መንእሰይ ኤርትራ ኩሉ ግዜ ናይ ምልዓል ባህሪ ኣለዎ ኢሉ ዋላ ተስፋ ቆሪፁ እንተበርካት ኢሉ ገለ ንእሽተይ ተቢሉ ሓፍ ምባል ባህሪ ኣለዎ ሕጂ ኣብዪ ኣሕመድ ምናልባት ተስፋ ሂብዎም እንተልዩ ኮይኑ ንባዕሉ ውፉይ ኣጆኹም ንዓኹም ሒዜ ዝፍክር ዘለኹ ኢሉዎም ክኸውን ይኽእል እዩ እዚ ኣኼባታት ዝገብሮ ዘሎ ሕጂ ምናልባት ምስኡ ዶ ይኸውን ግን ማለት ዊ ኣር ቶኪን ኣባት ብዛዕባ ናይ ሃገር ጉዳይ ኢና ንዛረብ ዘለና ቲክቶክ ኣይኮነን ወይ ዩቲብ ኣይኮነን ክብራት ኣሕዋት ወይ ኣኼባ ምብራሕ ኣይኮንና ንዛረብ ዘለና ብዛዕባ ሂወት ዝወስድ ኩናት ኢና ንዛረብ ዘለና ከም ዋዛ ምሲለ የምፅኦ እምበር ብዙሕ ኣብይ ኣሕመድ ዝገብሮ የብሉን ነገር ግን ንሕና ናይ ኣብይ ኣሕመድ ክጥንቀቐሉ ዘለዎ ነገራት ኣሎ ንሕና ከም ህዝቢ ማለት እዩ ተጋሩ ከምዚ ዝበልኩኹም ኣብ ፅቡቕ ኣለዉ ምስ ኤርትራ ብጣዕሚ ፅቡቕ እቲ ጎስጓስ ፅቡቕ እዩ ዘሎ ኣነ ሕጉስ እየ ብሓፈሻ እቲ ማጆሪቲ እቲ ሓይሊ ማለት እዩ ምስ ኤርትራ ዝምድና ዝደሊ ምስ ኤርትራ ክሰርሕ ዝደሊ ኣሎ ኣብ ኤርትራ ኣይ ዶንት ቲንክ ሲሪየስሊ ነዚ ጉዳይ እዚ ዝሓዙ ዓቕሚ ዘለዎም ፖለቲከኛታት ኣብ ቅድሚት ወፂኦም ዝዛረቡ ይርኢ ኣለኹን ነቲ ህዝቢ ኤርትራ ከእምኑ ዝተበገሱ የለውን ዜርካ ዜርካ እቲ ሓደ ሎቕማፅ ኣወል ስዒድ ዝበሃል ኣሎ ረሳሕ ዝኾነ ሰብ ንሱ እዩ ዘሎ ናይ ኤርትራ በዚ ኣጋጣሚ ተጋሩ ተሊኹም ኣብዚ ትከታተሉ እስከ ሓደ ሓደ ግበሩለይ ተጋሩ ተሊኹም ኣሕዋት እስከ ሓደ ሓደ ግበሩለይ ንእሽተይ ናይ ሕውነት መልእኽቲ ላትናባኹም ሓደ ክልተ ግበሩለይ ሓደ ሓደ ግበሩለይ ክብራት ኣሕዋት ተጋሩ እንተሊኹም ሓደ ሓደ ግበሩለይ ንዓኹም ዝምልከት ገለ መልእኽቲ ክሕልፍ ኣብ እዚ ኣወል ስዒድ ክነግረኩም ዋላ ሓንቲ ትርጉም ዘለዎ ሰብ ኣይኮነን። ሲሪየስ ዝኾኑ ሰባት ብወገን ኤርትራ ኢንጌጅ ክትገብሩ ፈትኑ። ኣብ ኤርትራ ብምኻድ ብሓቂ ኣብ ሶሻል ሜድያ ሲሪየስ ዝኾኑ ምሁራት ኤርትራውያን ምስቶም ተጋሩ ሲሪየስሊ እዚ ጉዳይ ሒዞም ዘለዉ ክትዘራረቡ ፈትኑ ከምኡ ክሳብ ዘይኮነ ኣብ ዙርያ ኣወል ስዒድ እንተኮይኑ እቲ ጉዳይ ህዝባዊ ኣይክኸውን ምክንያቱ ኣወል ስዒድ ኢሳያስ ይክሕዝ እታ ጉዳይ ኣብ ናይ ኢሳያስ ኣጀንዳ ክተርፍ ከምቲ ቅድሚ ህጂ ኢሳያስ ኣፈወርቂ በይኑ ዝምድና ምስ ሕወሓት ዝገብሮ ዝነበረ ኣካይዳ ክትከውን እያ ሰራዊት ክስዕበካ ይኽእል እዩ፣ ክሕግዘካ ይኽእል እዩ፣ ግን ፖለቲካሊ ከምዚ ናይ ትስዓን ሸሞንተን ዳግማይ ኩናት ክንኣቱ ንኽእል ኢና። ስለዚ ህዝባዊ ሰረት ክልዎ እንተዳ ኮይኑ ፖለቲከኛታት ተጋሩ ካብ ጸቢብ ዓንኬል ኤርትራውያን ክትወፁ ክትክእሉ ኣለኩም ብዙሓት ኤርትራውያን ከተዘራርቦ ትክእሉ ኣለኩም ሲሪየስ ስለዚ ጉዳይ እዚ ዝድግፉ ኣብ ሶሻል ሜድያ ኣማንኤል ኣለም ዝበሃል ሓደ ሒዞም ኣለው ሕወሓት ኣይትበሉ ሕወሓት ኣይትበሉ ዝብል ሙሉእ መዓልቲ ሕወሓት ክብል ኣማንኤል ኣለም ሰማያዊ ሰውራ ዝብል ናይ ውፉይ ዝሰጎጎ ኣሎ ንሱ ጥራይ ሓደ ሕወሓት ኣለው ገለ ልቆምፅ ተጋሩ ከ ኣለው ምስ ፅግዕ ኢሎም ዘይከውን ዝዛረቡ ማለት እዩ ኣንቱም ሰባት ንሕወሓት ኣይትተንክፉ እናበለኩም ሓደ ኤርትራዊ ኣንጻር ሻዕብያ ዝብለካ ኤርትራዊ ምስኡ ክሰርሕ ኣይትኽእልና ኣጊደ ክነግረኩም ኣነ ህጂ ንኣብነት ማለት ኣብቲ ሲሪየስ ፖለቲካ ኢና ዘርብ ዘለና እንተድኣኒ ብሓቂ ዝምድና ኣብ መንጎ ኤርትራን ኤርትራን ትግራይን እሰርሕ ኣለኹ እንተኢለ እሞ ከዓ ኣብቲ ሰንተር ኮይነ ነቲ ጉዳይ ይኣሊ እንተሃልየ ነቶም ህዝቢ እውን ከም ስርሐይ ኢለ ዘራኽብ ተተሃልየ መደብ ገዛ ከፊተ ኣንጻር ህግደፍ ዘጎስጉስ ምክንያት ክህልወኒ የብሉን እንተዘይኮነ ተበለጸለይ እዩ ዝኾን ዘሎ ንሕወሓት ኣይትተንክፉለይ እናበልኩ ነ ከም ኤርትራዊ ኮይነ እየ ዛረብ ዘሎ ንሕወሓት ከይትትንክፍዋ እናበልኩ ግን ንህግደፍ ግን ክጠፍእ ኣለዎ ዝብሉ ግን ከዓኒ እዚ ኣብ መንጎ ኤርትራን ትግራይን ተጀሚሩ ዘሎ ሰላም ወይ ፅምዶ ንድግፍ ኢና ዝብሉ ኤርትራውያን ትርኢኻ ገለ ተጋሩ እውን ምስኦም ዝሰርሑ ኣለዉ እዚ ኣይከውንኒ ቶታሊ ኣይከውን እዩ። ውሽጣዊ ጉዳይ ኤርትራ ናይ ውሽጣዊ ጉዳይ ኤርትራ እዩ። ውሽጣዊ ጉዳይ ናይ ትግራይ ውሽጣዊ ናይ ጉዳይ ትግራይ እዩ። ኣነ ንፅምዶ ዝድግፍ ተኮይነ ወይ ነዚ ተጀሚር ዘሎ መስርሕ ሰላም ሕወሓት ትጥፋእ ዝብል መርገፂ ክህልወኒ የብሉን ወይ እውን ንህግደፍ ከዓኒ ዝኳሓሕል ወይ ከዓ ይጥፋእ ዝብል መርገፂ እውን ክህልዎ ምክንያቱ እቲኦም ሓይሊ ስልጣን ዘለዎም ንሶም ስለ ዝኾነ ሰላም ገገሌ ንሶም ህወሓትን ህግደፍን ናቶም ፖለቲካ ኣለዎም ኣነ ናይ ህዝቢ ምቅራብ ክሰርሓሉ ይኽእል እየ ኣነ እዚኣ መርገፅ ናተይ ንሳ እያ ህወሓት ካሊእ ንዓይ ኣሎ ኣይሃልዩ ንዓይ ዝምልከተኒ ይኮነን ናይ ህዝቢ ትግራይ ጉዳይ እዩ ህወሓት ናይ ተጋሩ ጉዳይ እዩ ንዓይ ዘገድሰኒ እንታይ እዩ ህዝቢ ትግራይ ከም ህዝቢ ትግራይ ህወሓት እውን እንተኮይኑ ካልኦት ኩሎም ፖለቲካውያን ሓይልታት ተጋሩ እውን ውድባት ኮኑ ውልቀ ሰባት ምስ ኤርትራ ፅቡቕ ዝምድና ክህልዎም ብዘየፈላላይ ይደሊ ናተይ ምኔተ እዩ ኣብ ናይ ዝኾነ ፀግዒ የብለይን ክቡራት ኣሕዋት ከም በዓል ጌታቸው ረዳ ንሪኦም ስለ ዘለና ክድግፎም ኣይክእልንየ ንጻድቃን ክድግፎ ኣይክእልንየ ኣብ ሰላም ክዛረብ ከሎ ከዓ ህግደፍ ኣነ ብዛዕባ ሰላም ይዛረብ ዘለኹ እምበር ሻዕብያ ይጥፋእ እናበልኩ ምስ ህዝቢ ትግራይ ሰላም እደልየ ክብል የብለይን ስለዚ ናይ ጉዳይ ውሽጣዊ ጉዳይ ንዓይ ይምልከት እዚ ማለት ተጋሩ ኣይፈልጡን እዮም ማለት ኣይኮነ ንዖም ብኸመይ ምልከትዎ ንዖም የብሉ ኣነ ግን ሰላም እናጎስጎስኩ ንህዝቢ ምስ ህዝቢ ትግራይ ተጋሩ ኣንጻር ሻዕብያ ንዝኾኑ ክዕድም የብለይን የብለይን ኣንጻር ህግደፍ ዓዲመ ከዘራርብ የብለይ እንታይ ምልከተኩም ጥራሕ ክብሎም ዝግባእኒ ህዝቢ ኤርትራን ህዝቢ ትግራይን ሰላም ትደልዩ ዶኹም የስ ከምኡ እንተኮይኑ ናይ ህዝቢ ጉዳይ ንዘራረብ ኣነ ንስኻን በቃ ውሽጣዊ ጉዳያትና ነናትና እቶም ኣብ ስልጣን ዘሎ ህወሓትን ህግደፍን እንት ንሰላም ሰርሑ ሃልዮም ንርክብ ህዝቢ ኤርትራን ህዝቢ ትግራይ ንሰርሑ እንተሃልዮም ኣነ ሚእቲ ካብ ሚእቲ ይድግፎ እቲ ተግባር ናቶም ነዚ ህዝቢ እዚ ክፈላለዩ እንተ ፈቲኖም ፀላእተ እዮም ንህዝቢ እንተ የራኸቡ ሃለዮ ግን ኣነ ፖዘቲቭ ይርዮ ክፈላ ዝኾነ ፖለቲካ ሓይሊ ነዚ ህዝቢ እዚ ክፈላለ የብሉን እዚ እንታይ ዘምፃካ ሕጂ ንሕና ህዝቢ ኤርትራን ህዝቢ ትግራይን ተሓቢርና ብፖለቲካ ደረጃ እውን ብኩሉ ነገር ማሕበራዊ ህይወት ሓይልና ኣብይ ኣሕመድ ኣብ ዝበጽሖ የብሉን ንዝብል መደምደምታ ንምውሳድ እዩ። ኣነ ናይ ተጋሩ ሓላዪ መሲለ በቲ ግን ህግደፍ ክጥፍኣለይ እናበልኩ ነዚ መስርሕ ሰላም እድግፍ እየ ኢለን ጎስጓስ ጀሚረ ሓሳዊ ጥራሕ እየ እቲኦም ኣብ መስርሕ ናይ ፅምዶ ዝኸዱ ዘለዉ ፖለቲካሊ ዌን ኢት ካምስ ቱ ህግደፍ ህወሓት ወይ ካልኦት ኒውትራል ዝኾነ መርገፂ ክህልዎም ይግባእ። ኣብዪ ኣሕመድ ኣነ ቶታል ኣይድግፎን እየ ካብቲኣ 218 ነዚ ናይ ሚለንም ዳም ኣሻመን ይመ ዝበሃል ኢንጂነር ዝቀተሎ ንዑ ምስ ቀተለ ኣነ ምስ ኣብዪ ኣሕመድ ቶታሊ እዚ ሰብዚ ጨካኒ ቀታሊ እዩ ዝብል መርገፂ ሒዘ ገና ቅድሚ ናይ ትግራይ ኩነታት ማለት እዩ ነዚ ኢንጂነር ኣሳማኛው ዝበሃል ናይቲ ሚለንም ዳም ምስ ቀተለ ኩነታት ምስ ረኽዎ ኣይፈተኽዎን ቶታሊ ኣብ ፌስቡክ ብዛዕብኡ ተዛሪበ እዚ ሰብዚ ጨካን ቀታሊ እዩ ማለት እዩ ኢለ ክሳብ እዚኣ ሎሚ መዓልቲ ከዓ ቶታል ኣይድግፎን እዩ ኣብይ ኣሕመድ ምስ ኣብይ ኣሕመድ ምስራሕ ማለት ከዓ ሞት ማለት እዩ ንዓና ንህዝቢ ኤርትራ ቅትለት እዩ ንህዝቢ ትግራይ ጥፍኣት እዩ ንህዝቢ ኢትዮጵያ እውን ብምሉእ ጥፍኣት እዩ ኣብይ ኣሕመድ ናይ ኣሜሪካ መጋበርያ ኮይኑ ንዓኻ ከጥፍኣካ ክእል እዩ ናይ ኢማራት ዓረብ ድሮናት እናበለ ከጥፍኣና ይኽእል እዩ ምንም ዳግማይ ህልቂት ናይ ባፅዕ ክንሪኦ ንኽእል ኢና ናይ ባፅዕ እንታይ ዝበሃል ህልቂት ዝነበረሉ ብጣዕሚ ብነፈርቲ ህዝቢ ብናፓላት ድጦ ዘብሉ ነበሩ ከባቢ ሓሙሽተ ሽሕ ገለ ዝጠፍኣሉ ናይ ባፅዕ ኣብዪ ኣሕመድ ኣብ ኤርትራ ከምኡ ከጥፍእ ድሕራይ ክብልኒ ክነግረኩም ብፍላይ ብፍላይ ሕጂ ጽቡቕ ትምህርቲ ይወስድ ኣሎ ካብ በዓል ኣሜሪካ ኣሜሪካን እስራኤልን እቲ ኩናት ናይ ዓለም ይቕይርዎ ኣለዉ ቶታሊ እዩ ዝቕየር ዘሎ ኣብ ናይ ፍልስጥኤም ኩናት እውን ንርኣዮ ያ ሑሴን ናይ ሽሕን ሻቱን ተስዓን ኣብ ናይ ፍልስጤም ጉዳይ እውን ረኣዮ ናይ ኢራን እውን ረኣዮ ብዛዕባ ህዝቢ ምግዳስ የለን ድሮናት ጌርካ ምድብዳብ እያ ኣብይ ኣሕመድ ከዓ ሰራዊት ምስዳድ ኣየድልዮን እዩ ኣብ ኤርትራ ድሮናት ሰዲዱ ነፈርቲ ገይሩ ንዓኻ ዓድታት ከምዚ ንኢራን ሓዊ እትዮምላ ዘለዉ ሓዊ ክእትወልካ ይኽእል እዩ ብነፈርትን ብድሮናትን ጥራሕ ወይ ከበድ ድብረት ሚሳይላት እናሰደደ እንተ ደኣ ነቲ ናይ ኤርትራ ትካላት ናይ ሚኒስትሪ ምክልኻል ናይ ካልእ ብምሉእ ከተማ ኣስመራ እውን ኣናዊፅዋ ብደብዳብ ይርኢ ኣሎ ይመሃር ኣሎ ካብ ኢራን ህዝብና እንታይ ይኸውን ወል ይሕሸና ዝብሉ ከምኡ እንተትገብር ዝብሉ ሰባት ኣለኹም ንስኹም ግን ኣብዪ ኣሕመድ ክዕወት ክእል ድዩ ትሕቶ ይዕወት ዶ ብነፈርቲ ደብዲቡ ይዕወት ዶ ኣይዕወትኒ እስራኤል ይኹም ዓም እስራኤል ኣብ እዚኣ ቃዛ ንእሽተይ መሬት እዚ ኩሉ ማእለያ ዘይብሉ ደብዳብን እዚ ኩሉ ሰራዊታ ስዳኽማን ንሓማስ ክተጥፎ ይቃለተን ኣብዪ ኣሕመድ ከዓኒ ነፈርቲ ሰዲዱ ድሮናት ገይሩ ንህዝቢ ኤርትራ ክስዕሮ ማለት ኣይከኣልን እዩ ሰራዊት ክኣቱ ኣሎ ከምዚ ኢራን ኣሜሪካን እስራኤልን ንሕና ናይ ኢራን መንግስቲ ክንኣልዮ እንተኾይንና ሙሉእ ሙሉእ ሰራዊትና ክንሰድድ ኣለና ዝብል መርገፂ እዩ ዘለወን እንተ ደኣ ንምድኻም ጥራሕ እንተኾይኑ ግን ነቲ መንግስቲ ከም ዘሎ ክቕፅል ግን ተዳኽሞ ጥራሕ እንተኾይኑ ግን ዝግበር ዘሎ ደብዳብ እኹል እዩ መንግስቲ ንክትቅይር ግን ሰራዊት የድልየካ እዩ ግድን እዩ ሰራዊት የድልየካ ስለዚ ኣብይ ኣሕመድ ሰራዊት ክሰድድ ከ ዓቕሚ ኣለዎ ድዩ? የብሉ ምክንያቱ ናይ ኤርትራን ናይ ትግራይን ሰራዊት በይኑ ክኣኽሎ ክእል እዩ ብነብሱ እቲ ናይ ኤርትራ ናይ ትግራይ ሰራዊት ከዓ ተንቀሳቐሲ ሰራዊት እዩ ጎሪላ ፋይተር እዩ ናይ ጎሪላ እዩ ከምዚ ኢንተርናሽናል ዝኾነ ሰራዊት ወይ ከዓ ከምዚ ስሩዕ ሰራዊት ኣይኮነን ጎሪላ ተንቀሳቐሲ እዩ ስለዚ ነፈርቲ ደብዲብካዮ ድሮናት ደብዲብካ ንሰራዊት ተጥፍኦ ማለት ኣይኮነን ወላ እውን መኽዘናት እንተቃፂልካ እውን ንሰራዊት ኤርትራ ትትንክፎ ማለት ኣይኮነን ኩናት ፊት ንፊት ምስ ኮነት ግን ኣብዪ ኣሕመድ ክዕወት ኣይክእልን እዩ እንተ ደኣኒ ንሕና ኤርትራውያን ምስ ኣምሓሩን ምስ ተጋሩን ሰሪሕና ከምዚ ዝካየድ ዘሎ ምክንያቱ እቲ ቦታና ንኩናት ዝመቸ ንሕና ምስ ትግራይ እንተሓቢርና ማለት እዩ ምስ ኣምሓሩ እንተሓቢርና እቲ ቦታ እቲ ሓናቕ ቦታ እዩ ካብ ደቡብ ከዓ ንትግራይ ሰንጢቑ ክመፅእ ዝኽእል ሰራዊት ኣይነበረን ኣብ ታሪክ የለን እውን ነምሓራ እውን ሰጊሩ ዝመፅእ ሰራዊት እውን ኣይነበረን የለን እውን ንዕኡ እንተስዒሩ ግን ይመፅእ እዩ ኤርትራ ከዓ እንታይ ኣትይዋ ኣብኡ ዘይትዋጋ ኣብቲ ጎቦታት ድሮናት ክትገብር ዋላ ሓንቲ ድሮናት ዋላ ሓንቲ ክገብር ኣይክእልኒ እቲ ድሮናት ክንብል ከለና ከም በዓል ኣሜሪካ ከም በዓል ኢማራት ዓረብ ከም እስራኤል ኣይኮነን እኹል ገንዘብ የብሉን እኹል ሳይ የብሉን ሰፊሕ ሃገር ከዓ ስለ ዝኾነ ኣዲስ ኣበባ ዘለዉ እቲኦም ናይ ኦሮማ ክማን በይኑ ኣይክእሎምኒ ኣሽንኳይ ናባና ክመፅእ ኣዲስ ኣበባ ዘለዉ ጥራሕ ተቃወምቲ ኣብዪ ኣሕመድ ወላ ሓንቲ ይገብርኒ ካልእ ናይ ሶማል ጉዳይ ኣሎ ናይ ሶማል ጉዳይ ሰራዊት ሶማል ሓይሊ ኣየር ሶማል ወላ ሓይሊ ባሕሪ እውን ክኸውን ይኽእል እዩ ብኤርትራ ይስልጥን ኣሎ ዝሰልጠነ ኣሎ ብቱርኪ ዝስልጥን ኣሎ ብእስራኤል ዝስልጥን ናይ ሶማሊላንድ ክኸውን ብገለ ስለዚ ናይ ሶማል ጉዳይ እውን ኣብ ግምት ክንእትዎ ኣለና ንምጥቕላል ኣነ ክነግረኩም ኣብዪ ኣሕመድ ናይ ሞት ሰብ እዩ ንኣብዪ ኣሕመድ ዝድግፍ ኤርትራዊ ኣብ ጎኒ ኣብዪ ኣሕመድ ኣለኹ ዝብል ወይ ኣብዪ ኣሕመድ ለውጢ ከምፃለይ እዩ ኣብ ኤርትራ ዝብል ኤርትራዊ እንተልዩ እዚ ክቡራት ኣሕዋት ጀብሃ ናፅነት ኤርትራ ክተምፅእ ኢልካ ምሕሳብ እዩ ማለት እዩ ጀብሃ ሲ ናፅነት ኤርትራ ዳግማይ ናፅነት ኤርትራ ተምፂልካ ምሕሳብ እዩ በፍፁም ናይ ዕንወት ቅትለት እዩ ስለዚ ምስ ኣብዪ ኣሕመድ ምውጋን ማለት ምናልባት ንስኻ ብዛዕባ ህዝቢ ኤርትራ ዘይግድሰካ እንተኮይኑ ናይ ህዝቢ ኤርትራ ጥፍኣትን ምፅናትን እትምነ እንተኮይንካ ናይ ህዝቢ ኤርትራ ጥራሕ ኣይኮነ ናይ ህዝቢ ትግራይ እውን እንኮላይ ኣስተውዕሉ ደሳለ በረኸት ዝበሃል ኣሎ ፈልጦ ዲኹም እስከ ሓደ ሓደ ፀሓፉለይ ደሳለ በረኸት ትፈልጥዎ ለንቀነ እውን ጠፊኡ ቀኒ ሕጂ ቁሩብ ተስፋ ረኺቡ ኣብ ግዜ ኩናት ገለ እዩ ዝቕልቀል ኩናት ገለ ስለ ዘሎ ሕጂ ተቐልቂሉ ደሳለ በረኸት ዝበሃል እዚ ወዲ ሰንሒት እየ ትብል ከባቢ ክረን ዛዕበየ ደሳለ በረኸት እንታይ ኢሉ ነይሩ ተንኪዩ ፋሚ ደሳለ በረኸት እንታይ ኢሉ ነይሩ ኣብ ኤርትራ ወላ ክሳብ ሓደ ነጥቢ ሓሙሽተ ሚልየን ህዝቢ ይጥፋእ ጥራሕ ህግ እዚኣ ሻዕብያ ትተኣለየልና ኢሉ ወላ ሓደ ነጥቢ ሓሙሽተ ሚልየን ህዝቢ ኤርትራ ይጥፋእ ይፅነት ጥራሕ ሻዕብያ ትተኣለየልና ኢሉ ከምኡ እንተኮይንካ ህዝቢ ኤርትራ ከም ደሳለ በረኸት ጭካን ጨካን እንተኮይንካ እቲ ህዝቢ ክጠፍኣልካ ትምነ ኮይንካ ኣነ እዚኣ ፈረንሳ ኮይነ ኣይምነን እየ ኣብዚኣ ፈረንሳ ኮይነ ኣይምነን እየ ማለት እዩ ደሳለ በረኸት ኣብ ጻብራ እዩ ቤት ትምህርቲ ሰውራ ይዓብዩ ስለዚ ምንም ነፈርቲ እናደብደብኦ ብኮሚታት እዩ ዝፈልጥ ዋላ ሓንቲ ንሱ ብዛዕባ ህዝቢ ዝፈልጦ ኣይመስልኒ ጭካነ ተማሂሩ ክኸውን ይኽእል እዩ ስለዚ እቲ ደሳለ በረኸት ኣሎ ገሊኦም ህዝቢ ሓማሴን ኣብ ጋህሲ ከንእትዎ ኢና ዝብሉ ዝነበሩ እውን ኣይሰኣኑን እዮም ምስ ኣብዪ ኣሕመድ ከም በዓል ሰልጠነ ንህዝቢ ሓማሴን ኣብ ጋህሲ ከእቱ ዝደልዩ እውን ገለ ፍሉይ ኣከባቢ ከፁ እንትደልዩ ምስ ኣብዪ ኣሕመድ ክንሰርሕ ኢና ዝብሉ ሓይልታት እውን ኣይሰኣኑ ይኾኑ ብሕጽር ዝበለ ናተይ መልእኽቲ ምስ ኣብይ ኣሕመድ ዝሰርሕ እየ ዝብል ኤርትራዊ ትግራዋይ እውን እንተልዩ ንፅንተት ህዝቡ ዝምነ ጥራሕ እዩ ኣብይ ኣሕመድ ኩስተር ኣይዎ እዚ ቮትካቸው ቮትካቸው ትፈልጥዎ እዮም ብዛዕባ ህዝቢ ትግራይ ምንም ዘገድሶ ኣይኮነን ህዝቢ ኤር ትግራይ ዝጠፈአ ዝሞተ ንዕኡ ተራ ቁፅሪ ወርሓን ትርጉም የብሉን እቲኦም መንእሰያት ንዑ ክሕልዉ ዝሞቱ ንቮትካቸው ወላ ሓንቲ ይኮኑን ባዕሉ እውን ነጊሩ እዩ ንሱ ቮትካቸው ጥራሕ ተገድሶ ቮትካ ጥራሕ ተገድሶ ጻድቃን ዓሰብ ትበሃል ሓንቲ ንማስተርስ ዘይገለ ዝጸሓፋ ፔፐር ኣላቶ ዓሰብ ድብል ሕማም ኣላቶ ምናልባት ኣብቲ ራያ ስለ ዝኾኑ ካብቲ ራያ ከዓኒ ናይ ኣሕመድ ግራኝ ሰራዊት ዝነበሩ ብሓጎታቶም ክኾኑ ምክንያቱ ኣብቲ ራያ ኦሮሞ ኣለው ገለገለ ሰራዊት ናይ ቀደም ኣብኡ ገዲፈዎም ዝኸደ ደቂ ኣሕመድ ግራኝ ኣሎ ኣብቲ ራያ ከባቢ ኦሮሞ ዓይነት ነቲ ህዝቢ ትግራይ ስብ ምንም ዘይፈልጥዎ ማለት እዩ ስለዚ እዚኦም ሰባት እዚኦም ጭካኔኦም ንሪኦም ኣለና ገለ ስነ መጎት ዝዛረቡ ሰባት ርኢ እዚ ናይ ኤርትራን ናይ ትግራይን ፅምዶ ናይ ኤርትራ ህግደፍን ህወሓትን ሲ ንሰላም ኣይኮነን ንኩናት እዩ ዝብሉ ይሰምዕ ተጋሩ ብኤርትራውያን እውን እብሉ እየ እዋ ፅምዶ እኮ ማለት ኣብ ንሕና ከም ህዝቢ እንተ ሓቢርና ንፀላኢና ንስዕር እንተ ፋሕ ኢልና ንሰዓር በበይና ዳሞ እንታይ ክንጠፍእ ደሊኹምና ኣብዪ ኣሕመድ ዳሞ ድሌቱ ኮንስ እዩ ክብራት ዋት ድሌቱ ኣብዪ ኣሕመድ ምስ ሰለስተ ኣምሓሩ ፈሊካ ኣሎ ተጋሩ ፈሊካ ኣሎ ኤርትራን ፈልዩ ኣሎ ነንሕትካ ትጻላላ ሕጂ ፈላሊካ ካብ ሃለወ በብሓደ የጥፍኣካ ንሳይ እቲኣ መደቡ እኮ እዚኦም ህዝቢ ኣቢሲንያ ይብልዎ ማለት እዩ ስትራተጂስት ኣለዉ ህዝቢ ኣቢሲንያ ብፍላይ ብፍላይ እቲ ህዝቢ ኣግኣዚ እቲ ኦርቶዶክሳዊ ኣማኒ ከዓ ብፍላይ ማለት እዩ ታርጌት ዝገበረ ኣሎ ኦርቶዶክስ ብፍላይ ኣብ ኣምሓራ ሃሉ ኣብ ኤርትራ ሃሉ ኣብ ትግራይ ዘሎ እዚ እቲ ኮር ኢትዮፕያኒስት ዝበሃል ማለት እዩ ዋላ ኣብ ኤርትራ ከምኡ ዝብልዎ እዚኦም ነንሕዶም ክጠፍኡ ኣለዎም ዝብል ኣብ ኤርትራ እንተመፂእካ እቲኣ ናይ ኣውራጃ ትመፅእ ማለት እዩ ኣብ ኩሎ ግዜ ሓማሴን ሰራየ ትኣትዋ ማለት እያ ጉዳይ ስለዚ ነምሓሩ ዕላምኡ እንታይ እዩ ኣምሓራን ተጋሩን ኣባኢስካ ኤርትራውያንን ምሳ ተጋሩ ኣቢልካ ኣብ መወዳእታ ሽዑ ቀጥቂጥካ ቀጥቂጥካ ቀጥቂጥካ በባሕተ ተጥፍኦም ናይ ኦሮሞ ዓዲ ትመስርት ማለት እዩ ስለዚ እንተ ደኣኒ ቀደም ከማን ዓያሽ ኮይኖም ህወሓትን ሻዕብያን ስለ ሓቢሮም እዮም ተቓሊሶም እዩመ ናፅነት ተዛማዲ እፎይታ ክርከብ ድኻለ ቁሩብ እቲ ህዝቢስ ኣስተርህዮት ረኺቡ ተጋሩ ከዓ ኣትሊስት ዕስራን ሸሞንተን ዓመት ከማንሲ ዝሓሸ ኣስተርህዮት ረኺቦም ስለ ምስ ኤርትራ ዝሰርሑ ድንቁርና ስለነበረ ተፈላለዮም ፀኒሖም እንተ ተፈላለዩ ከዓ መፃወቲ ኢኻ ትኸውን ስለዚ የስ ኣነ ንኩናት እንተ ኮይኑ ፅቡቕ ንሰላም እንተኮይኑ ፅቡቕ ሓቢርካ ምምዕባል ኣብዚ ግዜ እዚ ኣብይ ኣሕመድ በበይና ከለና ክጭፍጭፈና ዲኹም ትደልዩ ዘለኹም ገለ ሰራዊት ናይ ትግራይ ሰራዊት ለንቅነ ሕጂ ኣዲስ ኣበባ ዝኸዱ ጉዕሽዶ ምዕሽዶ ገለ ዝበሃሉ ሰባት ገለ ይርኤ ኣንቱም ተጋሩ እመንታይ በበይንኹም ክጭፍጨፉ ደልዮም ኣብይ ኣሕመድ ኮን ትግራይ እኮ ይገድፋን እኮ በይንኻ ካዳኸመካ እኮ ከም ድሌቱ ንህዝቢ ትግራይ ከም ድሌቱ ዝፃወተሉ በቃ ባርነት ማለት እዩ ከምዚ ሃይለ ስላሰ ትሕቲ ሃይለ ስላሰ ነበርካዮ ምንም ክብረት ዘይብልካ ማለት ኮይኑ ኣብ ትሕቲ ደርጊ ዝነበርካ ኣሎ ትሕቲ ደርጊ ትፈልጡ ዲኹም ዝለዓለ ስልጣን ምክትል መንግስቱ ሃይለማርያም ትግራዋይ ከም ዝነበረ ምክትል መንግስቱ ሃይለማርያም ትግራዋይ ነይሩ ንሃይለስላሰ እውን እዚ ራእስ መንገሻ ሉል መንገሻ ሰብኣይ ጓሉ እዩ ነር ንሃይለስላሰ ግን ትግራይ እንታይ ረኪባ ገዲፍዎም ዶ ኣይ ገደፎም ሃይለስላሰ ይገደፎም መንግስቱ ሃይለማርያም ኣይገደፎ ሃይለስላሰ ብነፈርቲ ገይሩ ንተጋሩ ጨፍጭፎም 943 ቀዳማይ ወያነ ኣብቲ ግዜ እቲ እዚ ራእሲ መንገሻ ሰብኣይ ጓሉ እዩ ነይሩ ከመይ ገይሩ ብነፈርቲ ክድብድቦ ኣብ ግዜ መንግስቱ ሃይለማርያም እዚ ናይ በዓል ሓውዜንን ካልእን ዝበሃል ጨፍጫፍ ናይ ህዝቢ ትግራይ ምክትል ናይ መንግስቱ ሃይለማርያም ትግራዋይ ነይሩ ወዲ ዓድዋ ኣብ ግዜ ኣብዪ ኣሕመድ ከማን ንበዓል ኢንጂነር ኣብርሃም ስለዚ ተጋሩኸ እስከ በይንኻ እንተኾይንካስ እንታይ እሞ ይርድኦም ኣሎ ትግራይ ክብረት ከምዘይብላ ተዋጊኻ ንክብረተይ ንትግራይ ኢልካ ዓቕ ተቓሊስካሲ ክልተ ዓመት ሰለስተ ዓመት ሰራዊት ክንደይ መንእሰይ ኣጥፊእካስ ሕጂ ምስ ኤርትራ ሰላም ጌርና ኢልካ ተኻይድ ኣንቱም ሰባት ወሸለ ምስ ኤርትራ ዘለልካ ሰላም ረኺብካ ዋእ ንዘላኣለም ዲካ ኩናት ክትገብር ትደሊ ወሸለ ሰላም ኮይኑ እቲ ኣብ ዶብ ትነብር ህዝቢ ወሸለ እቲ ክልተ ሰራዊት ሓደ ባህሪ ዘለዎ ናይ ኤርትራን ትግራይን ሰላም ገይሩ ክቡራት ኣሕዋት እቲ ዝኸፍአ ዝጨከነ ባእሲ ናይ ኣሕዋት ከማን ትፈልጡ ዶ ኣሕዋት ክበኣሱ ብጣዕሚ ጨካናት እዮም ክልተ ኣሕዋት ክበኣሱ ከለዉ ብጣዕሚ ጨካናት እዮም ጓኖት ሕሹ ባእሲ ጓኖት በዝ ይሓይሽ ስለዚ ንሕና ኤርትራን ትግራይን ከዓኒ ክንበኣስ ከለና ንሪኦ ኢና ብዙሕ ደም ዝፈስሰሉ ግዜ እዩ ሕወሓት ስለ ዝኾንካ ትጨሓኸን ኢኻ ሓደ ባህሪ ኣለካ ኣነ ዘኻባኻ ሕመቕ ኣነ ዘኻባኻ ሕመቕ ትብል ኢኻ ስለዚ ንሕና ለቢምና ኣለና ብረት ኣውሪዶ እሞ መርሓባ ናይ መሬት ጉዳይ ኣሎ ጎሎ መኸዳ ዶ እዚ ገሩ ስርናይ ዶ ገለ ዝበሃል ቦታታት ኣሎ ኣበይ ክኸደካ እዩ መሬት ኣበይ ይኸይድ ኣበይ ዝኸይድ ተረዳዲእካ እኮ ክትወፅእ ኖርማል እኮ እዩ እቲ ህዝቢ እኮ ትገድፎ ኢኻ ፖለቲካ ጥራሕ ክህሉ የብሉን ብድሕሪት ስለዚ እቲ መሬት ኣብ ዝኾነ የብሉን እቲ ህዝቢ ተተረዳዲኡ ሓደ ህዝቢ እዩ ኣብቲ ሃልዩ ኣብቲ ሃልዩስ ሓደ ሃገር ክንኮንካን ክንሓስብ ግባና ኣንቱም ሰባት እቶም ዓፋር ከማን ሓደ ሃገር ክኾኑ ሓስቡ ኣለዉ ለጢፎም ለጢፎም ዘይነበሮም ኣብቲ በረኻታት ከማን ሓደ ሃገር ክንኮኑ ኢሎም ሲ ምስ እስራኤል ይሰርሑ ኣለዉ እዚኦም ዓፋር ዓፋር ሲ ሓደ ሃገር ክኾኑስ ናይ ኤርትራ ናይ ትግራይ ናይ ኤርትራ ናይ ኢትዮጵያ ናይ ጅቡቲ ምስ ኢማራት ዓረብን እስራኤልን ተሓባቢሮምሲ ሃገር ክሰርሑ ከማንስ ሓንቲ ዓባይ ዓፋር ትሪያንግል ኢሎምሲ ዲስካስ ገብሩ ኣለዉ ኣብ ክልል ዓፋር ሰማራ ሱልጣን ናቶም ኣኪቦም ሱልጣን ረሓይታ ሱልጣን ናይ ገለ ሱልጣን ሰማራ ሱልጣን ታጁራ ዝብል ሱልጣናት ኣኻኺቦምሲ ንሕና ሰበ ስልጣን ነርና ሃገር ነርና ኢሎም ሃገር ዘይነበሮም ዕሱባት ናይ ቱርኩ ዝነበሩ እቶም ሰባት ንሕና ሓደ ሃገር ዘይንኸውን ከ እንታይ እቲ እንታይ እዩ ሸፊንና እንታይ ኢና ንፈርሖ ዋ እቲኦም ናይ ኤርትራ ምዕራብ ዘለዉ ቤጃ ኢሎም ቤጃ ኪንግደም ኢሎም ናይ ቤጃ ስታን ይብሉ ኣለዉ እቶም ምብራቕ ናይ ሱዳን ምስ ናይ ኤርትራ ምብራቕ እቲኦም ኣብ ከባቢ እዚ ኣበይቲ በቲ ሳዋ ዘለዉ ከባቢ ሕዳርብ ገለመለ ብሓንሳብ ዝሰ ብሓንሳብ ዕለምሉ እዚኦም ናይ ኤርትራ ቀቢላታት ብምሎም ከሳላ ከይዶም ናሽናሊቲ ካልኣይ ኣለዎም ከም ድሊ እቶም ከሳላ ኣትዮም ምለሱ ኤርትራውያን እቶም መታሕት መኒኻ ዝብሎም የለን ዓፋር እዚኦም ራሻዳድም ከሎ ዝበሃሉ ድሌቶም ከዱ ሕብረተሰብ ትግርኛ ጥራሕ ግን ፈሪሑ ረዓይዱ ስለዚ እም ብፍላይ ብተጋሩ ሲ ኣንቱም ሰባት ምስ ኤርትራ ሲ ሰላም ይደድልይ እቲ መሬታ ዝኾደ ይብሉን ኤርትራዊ ኮንካ ትግራዋይ ኮይኑ ወላ ሓደ ባድመ ናብ ኤርትራ ከይዱ ናብ ትግራይ ከይዱ ሓደ እዩ ኩሉ ሓደ እዩ ገሩ ስርናይ ኢሮብ ኣለዎ በዚ ኢሮብ ዘለዉ ዓሊቴና ናብቲ ከይዱ ናብታ ኩሉ ሓደ እዩ ኩሉ ሓደ እዩ ጥራሕ ሰላም ይርከብ እቲ ህዝቢ መሬት ሃብትሎ መሬት ሃብትሎ ሕጂ ከ ኩናት ክትኣቱ ስለዚ እወ እዚ ህዝቢ እዚ ክራኸብ ኣለዎ ሰራዊት ኤርትራን ህዝቢ ሰራዊት ትግራይን ብሓንሳብ ክልሎ ነንሕድሕዱ ጥራሕ ክዋጋእ የብሉን ናይ ደገ ጸላኢ ክወግኦም ተመፅኡ ከዓ ሓቢሮም ክቃለሱ ኣለዎም ክዕወቱ እዮም ከዓ ናተይ መርገጹ ንሱ እዩ ስለዚ እንታይ እዩ ኣነሲ መራሒ ሰራዊት ኮይነ ናይ ኤርትራ ምስ ናይ ትግራይ ሰራዊት ኣነ ብሓባር ክሰርሕ ክኢለ ዕድለኛ ጥራሕ ዝሓለፈ ሓሊፉ እዩ ዝሓለፈ ሓሊፉ እዩ ኣብ ናይ ዓለም ታሪክ ብሕሉፍ ኣይቲ ኣብ ቂምታ ይንበርኒ ኣይትርስዖን ኢኻ ከይድገም ግን ኣብኡ ይትነብርን ኢኻ ሰላም ኢኻ ኩሉ ግዜ ንሰላም ክትሰርሕ ኣለካ ብፍላይ ብፍላይ ብረት ክትኩስ የብልካን ፈረንሳን ጀርመንን ክንደይ ደም ይሓሊፉ ሃይማኖት ከማን ዝሓወሰ ካቶሊክ ከንሻ ተባሂሎም ከማን ዶበይ ዶብካ ተባሂሎም እዚ ናይ ሚእቲ ዓመት ክልተ ሚእቲ ዓመት ቀፃሊ ኩናት ኣብ መወዳእታ ክታት ዝኸፈ ደማዊ ኩናት ቀዳማይ ኩናት ዓለም ካልኣይ ኩናት ዓለም ፈትዮ መሲልኩም ብሓባር ሰርሑ ዘለዉ እጂ እንግሊዝ ፈረንሳ ከነሻ ካቶሊክ ተባሂሎም ክንደይ ዓመታት ኩናት ገይሮም ከም ሓውሲ ከነሻ ማለት ካቶሊክ ናይ ንጉስ ዓዲ እንግሊዝ ናብ ፈረንሳ መፅኡ ንጉስ ክቐትል መፅእ እቲኦም ክቐትሉ ከዱ ክንደይ ኩናት እዮም ኣሕሊፎም ነንሕዶም ኣብ መወዳእታ ግን ከምዚ ኢልና ክንቅፅል ኣይንኽእልን ኢና ትርጉም እዚ ንዓና ዕሽነት ኢሎም ሓቢሮም ነሎ ነብሶም ኮይኖም ስንዓና ከማን ኮይኖም ንዓና ከማን ተሰደድና ዝመፃእና ይቕበሉና ኣለዉ ሃገሮም ሰላም ኮይኑ ዶብ ዝበሃል የለ ገለ ዝበሃል የለ ሓደ ሃገር ሓደ ባይቶ ሓደ ባንዴራ ገይሮም ይኸዱ ኣለዉ ናይ ዶብ ረሲዖሞ ሕጂ ዶብ ዝበሃል ከማን ኣይዝክርዎን እዮም ናይ ዶብ ነገር ከይመፅእ ይፈርሑ ሕጂ ብፍላይ ኣብዚ ግዜ እዚኦም የማናውያን ዝኾኑ ናይ ፈረንሳላ ማኪን ሎፔን ትበሃል ናይ ጀርመን ናይ ናዚ ባህሪ ዘለዎም መፁ ስለ ዘለዉ ኣነ ኣነ ዝብሉ ሃገራውያን ናሽናሊስትስ ነንሕዶም እቲኦም ኤርጳውያን ዕስራን ሸውዓተን ዕስራን ሸሞንተን ሰላም ገይረን ዘለዋ ነንሕደን ኣብ ኩናት ከይኣትዋ እንደገና ይፈርሑ ኣለዉ ስለዚ ንሕና ምስ ትግራይ ሓቢርና ሰላም ተገበርናስ እንታይ እዩ እቲ ሽግር ኣብዪ ኣሕመድ ማእከላይ መንግስቲ እዩ ይምፃእ ንጭፍጭፎ ይምፃእ ንዶብ እዚ ማእከል ህዝቢ እንዶ ራዩ ክመጽእ ኣብ ማእከልካ ኣብ ማእከልካ ከባእሰካ የብሉን ኣብ ኣዲስ ኣበባ ኮፍ ኢሉ መንግስቲ ከባእሰካ የብሉን ኣብ ኣስማራ ኮፍ ኢሉ ከባእሰካ የብሉን ስለዚ ኣነ ብወገነይ ኩሉ ግዜ ናይቲ ርክክብ ሓቢርካ ምስራሕ ሓቢርካ ንፀላኢኻ ምግጣም ንዓይ ኩሉ ግዜ ዝቕበሎ ናይ ኤርትራ ሰራዊትን ናይ ትግራይ ሰራዊትን እንተሓቢሩ ዝስዕሮ ሓይሊ የለን። ድሮናት ይምፃ ነፈርቲ ይምፃ እንተ ደኣ ተፈላሊና ግን ክንጠፍእ ኢና እንተ ተፈላልና ንጠፍእ ኣለና እንዲና መሊስና ከዓ ክንጠፍእ ኢና ብፍላይ ብፍላይ ተጋሩ ኣብዚ ግዜ እዚ ብጣዕሚ እየ ዝሓዝን ብዙሓት እዮም ዝስደዱ ዘለዉ መንእሰያት ናብ ኤርትራ እንተ ዝስደዱ ከመይ ፅቡቕ ነይሩ ናብ ኤርትራ ናብ ኤርትራ ይኹ መዓት ኣሎ ብኮታተብ ሓይል ሰብ የድሊ ናብ ኤርትራ ይኹ ይስርሑ ይስርሑ ናብ እንታይ ናበይ ይኸዱ ኣለዉ ምሽ ናብ ኤርትራ ንስደ ነር ናብ ኢትዮጵያ ናብ ኤርትራ ንስደ ነርና ናብ ትግራይ ኢትዮጵያ እንዲና ሕጂ ይኸዱ ናብ ኤርትራ ይስርሑ መዓት ጉልበት የድሊ ይልምዑ እንዶ ኪዱ ይባፅዕ ይውረዱ እንዶ ኪዱ ዓሰብ ይኸዱ እንዶ ዓሰብ ኮፍ ኢሉ ዘሎ መዓት ገዛውቲ ኣሎ ጥርሑ ዘሎ ይምልእዎ እንዶ ዓሰብ ይኸዱ እንዶ ይምልእዎ እቲ ዓድታት ምልእዎ እንዶ ጎዲልና ኣለና መሽ ጎዲልና ኣለና እንዲና እዚ ኩሉ መንእሰይ ይተክዎ እንዶ ተጋሩ ይኺዱ እንዶ ብኡ ኺዱ ካብ የመን ካብ ስዑድ ዓረብ ኣብ ሊብያ ካብ ገለ ደብሉ ይኺዱ እንዶ እስታብልሽ ይግበሩ እንዶ ብኤርትራ ናይ ኤርትራ ዘይከዱ ናይ ዓፋር እኮ እዞም ራሻይዳ እኮ ፃወቱ ኣለዉ ኣብ ኣስመራ ገለ ደቂ ዓዲ ኮይኖም ኣነ ብጣዕሚ እዩ ዝሓዝን ራሻይዳሲ በስመራስ ደቂ ኣስመራ ኮይኖምሲ ደቂ ከረን ኮይኖምሲ ብዛዕባ ከረን የላለዩ ራሻይዳ ብዓረብ ገይሮም ንቱሪስት ስክለ እዚ ከረን ንሕና ኤርትራውያን እናብለኻ ናይዚ ሪፕሌስመንት ዝበሃል ኣለኮ ተተኪእና ኮ ኣብ ሓፂር ግዜ ተጋሩ ዓዶም ብድንቁርና ወጺእና ወጺኦም ካብ ኤርትራ ናይ ጥንቲ ጥቅምቲ ትፈልጡ ዲኹም ኣብዚ ዘሎ መጽሓፍ ኣብ ባጽዕ ኣብ ሽሕን ሸሞንተ ሚትን ሓምሳ ሰብዓታት ኣብ ባጽዕ ዝበዝሐ ሲ ተጋሩ ነይሮም ብዝሒ ዝበዝሑ ብቁፅሪ ስካብ ህጂ ሓማስ ንኤርትራ ሓማስ እየን ዝብሎ ብሓፈሻ ትግራይ ካሎ እቲኦም ኣዕራብ ነይሮም ኣዕራብ እዮም ዝበዝሑ ስዑዳውያንን የመንን ኣባፅዕ ነይሮም ዝበዝሑ ህንዳውያን ነይሮም ቱርካውያን ነይሮም ደቂ ኣልባንያ ነይሮም ግን መብዛሕቶም ኣዕራብ ነይሮም ደቂ ስዑዲ ደቂ የመን እዮም በዓል ቀጠር ከማ ነይሮም ዖማን ነይሮም ደቂ ዖማን ነይሮም ኣባፅዕ ዝበዝሑ ነይሮም ህንዳውያን ነይሮም ኣባፅዕ ቅድሚ ጣልያን ምውፁ ማለት እዩ ምስቲ ጣልያን መጀመርያ እውን ዝነበረሉ ግዜ ድሕሪኡ ግን ተዛረብ ትግርኛ ግን ዝበዝሐ መን ነይሩ ትግራዋይ ነይሩ ኣባፅዕ ቅድሚ ጣልያን እየ ዝብለኩም ዘለኹ እዚ ሬሲስት ሲቲዘንስ ትብል መፅሓፍ ተገምጢሉ ስለ ዘሎ ሳካ ብሎ ከምዚ ዶ ብሎ ኣደኖ ከመይ ክብለ ኤኒወይ እዚ እቲ ሳይ ኣቢሉ ኣሎ እቲ ጎሽ ክቕይሮ እዚ ራይዎ ሬሲስ ሲቲዘንስ ኣብዚ መፅሓፍ እዚ ፀብፃብ ኣሎ ስታስቲክስ ኣሎ መፅናዕቲ ተገብረ ክንደይ ብዝሒ ህዝቢ ነይሮም ኣባፀ ነበርቲ ባፅዕሲ ማሳዊኖስ ዝበሃሉ ጸብጻብ ኣሎ ብዚ ብዝሕ ህዝቢ

ፖፕሌሽን ዴሞግራፊ ማሳዋ ዳሓን ካብዚ ክገብር ኢና ኦኬ ኤኒዌይ ዝኾነ ሰብ ሓሳብ ተልኩም ሓፂር ስለ ዝኾነ

ኣቤሎ ኤንወይ ኣብዚ ኣሎ እዚ ተይብል ኣላ ቤላ ከምዚታት ተኮይካ ካሳ ይገብረካይ ኤንወይ ከምዚኦም እዮም እቲ ስእልታት ትሪእዮ ኣለኹም እዚኦም ህንዳውያን እዮም እቲ ህዝቢ ዝነበሩ ማለት እዩ ኢንዲያንስ ጉጃረቲ ካብ ጉጃረት እዮም ብብዝሒ ብዙሓት ነጋዶ ነይሮም ህንዳውያን ደቂ የመን ረኣይዎም ኣብ ባፅዕ ነበሩ ደቂ የመን ረኣይዎም ሕጂ እዚኦም ንሕና ኤርትራውያን ኢና ደቀባት ዝብሉና ዘለዉ ዝረኣዩ ደቂ ባፅዕ እዮም እዚኦም ኣብ ባፅዕ ነበሩ የመናውያን እዮም ራዩ ክቡር ኣሕዋት ደቂ የመን ኣባፅዕ ነበሩ እዮም ኦኬ እዚኦም ኣለዉ ሓለፍቲ ኤንወይ እታ መፅሓፍ ትለኩም እያ እከና ኣዳለ እርከና ሓሳብ ከምዚ ክሳይ ከይመስለኩም ኢለ እየ መፅሓፍ እሳ ይገብር ምሽ ስለዚ ረኣይዎ ክብራተዋት ደቂ ዓድታት ደቂ ተምቤን ኣብ ባጽዕ ዝነበሩ ኣብ ሽሕን ሽ- ትሽዓተ ሚእትን ዓሰርተን ዝብል ሶሪ ኣብ ሽሕን ትሽዓተ ሚእትን ዓሰርተን ፖፑሌሽን ኦፍ ማሳዎ ኣይላንድ ናይ ባፅዕ ኣብቲ ውሽጢ ባፅዕ ዝነበሩ እዮም ኣብቲ ውሽጢ ባፅዕ ኢና ንዛረብ ዘለና ሕጂ ብ- ሕጂ ሕጥ- ኣብ ሕንጥምሎ ዝነበሩ ኣይ- ኣይምልከትኒ ኣብ እምክምሉ ዝነበሩ ኣይምልከትኒ እዩ ኣብ ሕርጊጎ ዝነበሩ እውን ኣይምልከትኒ እዩ ኣብ ባፅዕ ኣብቲ ውሽጢ ባፅዕ ጥራሕ Arabs Arab from Jeddah Yemen ሃድራዋት and Egypt ካብ ጅዳ ካብ የመን ካብ ሓድራማት ካብ ግብፂ 924 ኣብ ባፅዕ ነይሮም ስለዚ ባፅዕ ሲ መብዛሕቶም ኣዕራብ እዮም ነይሮም ማለት እዩ ሕጂ ኣብዚ ደቂ ኣባት ኢና ገለ ዝብሉ ካብኢታት መፁ እዚኦም ሕጂ ዝርብሹ ደቂ ግንዳዕ ኢና ገለ እናበሉ ዝርብሹ ካብኢቱ ካልኣይ ትግሬ ኤንድ ሳሆ ብንጹር ትግሬ ኤንድ ሳሆ ፍሮም ኢስተርን ከዓኒ 880 ነይሮም ትግረ ሳሆ 880 ከዓ ነይሮም ሱዳናውያን ሱዳኒዝ ኤንድ ዌስት ኣፍሪካን ታክሩሪ ሱዳናውያን ሱዳናውያን ከዓ ብብዙሕ ይባፅዕ ነይሮም 659 Local Massawa Families Residing on Massawa Island እቲኦም ደቂ ባጽዕ ዝበሃሉ ደቂ ባጽዕ ጊን ደቂ ባጽዕ ኣርባዕተ ሚእትን ተስዓን ሓሙሽተን ኢታልያንስ ሰለስተ ሚእትን ስሳን ሰለስተን ኢታልያውያን ሰለስተ ሚእትን ስሳን ሰለስተን ነይሮም ድሕሪኡ ዝመፁ ኣቢሲኒያ ኦፍ ኤሪትሪያ ሓማሴን ይብል ሓማሴን ሰለስተ ሚእትን ዓሰርተ ሸውዓተን ነይሮም ካብ ኤርትራ ሕጂ ንኤርትራ ብሓፈሻ እቲኦም ትግርኛ ተዛረብቲ ኢና ንብል ዘለና ማለት እየ እዚ ሕጂ እንኮላይ ደቂ ኣኩሎጉዛይ ከጠቓልል እዩ ናይ ሰራያ ከጠቓልል እዩ ብሓፈሻ ትግርኛ ተዛረብቲ እዚኦም ኣቢሲና ኦፍ ኤሪትሪያ ዝብሎ ዘሎ ማለት እዩ ሰለስተ ሚእትን ዓሰርተ ሸውዓተን ኢትዮጵያን ሳብጀክትስ ትግራይ ካብ ትግራይ ክልተ ሚእትን ስሳን ሓደን ነይሮም ርኣይዎ ትግርኛ ተዛረብቲ ሲ እቲኦም እቶም ናይ ሓማሴንን ሰራየን ኣኮሎግዛኝ ተደሚሮም ሲ ማዕረ እቲኦም ተጋሩ ኣባፅዕ ነይሮም ብሌን ሓደ ክልተ ኣሎ ብዚ ፀብፃብ ግን የለውን ብሌን ሓደ ክልተ ነጋዶ ግን ነይሮም እዮም ሓደ ክልተ ነጋዶ ከም ዝነበሮ በርበር ብዙሕ ብሌን ዝብል ጸብጻብ የለን። ብሌን ከረን ነይሮም። ብሌን ኣይ ከረን እንዲያሞ ኣብ ባጽዕ ብዙሕ ከይኮኑን ኤንወይ ሕጂ እውን ኣነ ዝደሊ ተጋሩ ባፅዕ ክወርዱ ኣለዎም ሕጂ እውን ሕጂ እውን ማለት እዩ እሱይ ሓቀኛ ርክባት ስራሕ ኣሎ ይስርሑ ነቲ ወደብ የማዕብልዎ ንትግራይ ማርኸብ ንብረት የምፃእ ንትግራይ ዝኸውን ተጋሩ ንብረት የእትዉ ብትግራይ ብባፅዕ ገይሮም ንግዲ ይግበሩ ሃለው ሃባትም ተጋሩ ኣለዉ ክንግዱ ዝኽእሉ ኣለዉ ይስደዱ ካብ በዓል ባፅዕ ድዩ ካብ ከምዚ ኤርትራውያን ኣብ ኣብ ኣንጎላ ንገብሮ ዘለና ኣብ ሩዋንዳ ኣብ በዓል ኡጋንዳ ኣብ በዓል ደቡብ ሱዳን ይነግድሎ ኤርትራውያን ይከፈተሎም እትም ተጋሩ ወላ ካብ ወፃተኛታት ክኾኑ ይስርሑ ይስርሑ ይተክዎ እንተዘይኮነ መፃወቲ ዓረብ ክትከውን ኤርትራ መፃወቲ ዓረብ ክትከውን ተጋሩ ኤርትራ ዓዶም እያ ደቀባት እዮም